ሎሚ ድማ ትርጉም ናይ ሓንቲ ሓጻር ዛንታ ወይ ፊልም ሒዘልኩም መጺኤ ኣለኹ። ብመጀመርያ ግን ንዕብየት ናይ ቻነልና ሓጋዚ ስለ ዝኾነ ሳብስክራይብ ብምግባር ነታ ናይ ደወል ምልክት ብምጥዋቕ ሼር ላይክ ጌርኩም ነዛ ቪድዮ ተኸታተሉ። ሰናይ ምክትታል። ብፍቕሪ እታ ድኻ ጓል ዝተማረኸ ሚልዮነር።

ማርታ ጠምያ ስለ ዝነበረት ዝኾነ ፍቓድ እውን ከይሓተተት ትኽ ኢላ ገዛኣትያ ኣብ ጣውላ ተቐሪቡ ዝጸንሓ መግቢ ብታህዋኽ ክትበልዕ ጀመረት። ንስኺ መን ኢኺ? እንታይከ ትገብሪ ኣለኺ? ስለምንታይከ ኣብ ጣውላይ ኮፍ ኢልኪ ትበልዒ ኣለኺ? በለታ ሊሊ ተገሪማ መልእኽቲ እንዳሕለፈት። ብጣዕሚ ይቕሬታ በለታ ማርታ። ከመይ ዝበልኪ ዓሻ ኮን ኢኺ? ብጃኺ ውጺ! ኢላ ተሪር ትእዛዝ ኣሕለፈት ሊሊ ብወገና። ክወጽእ እየ ይቕሬታ መለሰትላ ማርታ። እጥፊእ! ደገመትላ ሊሊ። ሄንሪ ዓርኪ ሊሊ ካብ ዝጸንሖ ሃንደበት ናብቲ ክፍሊ ብምእታው፣ ኣብዚ እንታይ እዩ ዘጋጥም ዘሎ? ኢሉ ሓተተን። እዛ ሰራቒት እዚኣ መግብና ትወስድ ጸኒሓ፣ መለሰትሉ ሊሊ። ይቕሬታ፣ ክኸይድ ኣሎኒ፣ በለት ማርታ መልሲ ናይ ሊሊ ሕማቕ ከም እተሰምዓ ንምግላጽ። ኣይፋል፣ ጽንሒ ሓንሳብ፣ ጠሚኺ ክትኮነኒ ኣለኪ፣ ክትበልዒ ትኽእሊ ኢኺ፣ ጠሚኺ ክትበልዒ ንዓና እውን ጽቡቕ እዩ ብምባል ክህድኣ ፈተነ ሄንሪ። ሄንሪ፣ ንዅሎም እቶም ኣብ ጥቓና ዘለዉ ግዳም ሓደር ዝዀኑ ሰባት ናብ ጣውላና ክኣትዉ ክንዕድሞም ንኽእል ዲና? ኢላ መለሰትሉ ሊሊ ነዲራ ሕርቃና ንምግላጽ። ማርታ ድማ፣ ኣዝየ እየ ዘመስግነካ፣ ሕጂ ግን ብጣዕሚ ሕፍረት ተሰሚዑኒ ኣሎ። ክኸይድ ኣለኒ ይቕሬታ በለቶ ማርታ በጃኺ ሓንቲ ደቒ ጽንሒ ስራሕ ትደልዪ ዲኺ ኢሉ ብሕቶ ንድሕሪት ገጻ ተመሊሳ ደው ከም ትብል ገበራ ሄንሪ ስራሕ ክትረኽበለይ ትኽእል ዲኻ ንዕትኡ ብሕቶ መለሰትሉ ማርታ ብወገና እቲ ዘለዋ ክቱር ናይ ስራሕ ድልየት መልሲ ዝረኸበትሉ ኮይኑ እንዳተሰምዐ ናይ ገዛ ሰራሕተኛ ተልየና ኣላ ኢሉ መለሰላ ሄንሪ ብወገኑ። እቲ ናይ መጀመርታ ትርኢትን ሰሓብነትን እቲ በዮነር ምስታ ድኻ ጓል ካብዚ ዝጅምር። ሓደ ሃብታም ሰብኣይ ማለት ሄንሪ ንሓንቲ ድኻ ናይ ጎደና ጓል ማለት ማርታ ናብ ቤቱ ዓደማ። እዚ መጀመርያ ሌላኦም እዩ ነይሩ። እቲ ቀጺሉ ዘጋጥም ነገር ግን ንምእማን ዘጸግም ጽውጽዋይ ዝመስል መስተንክር እዩ ነይሩ። ስመይ ማርታ ይበሃል፣ እዚ ድማ ናይ ፍቕሪ ዛንታ እዩ። ኢላ ነቲ ዘጋጥም ዘሎ ኩነታት ንተዓዘብቲ መእተዊ ገበረትሉ። ሊሊ ብወገና ብምግራም፣ ብጣዕሚ ጽቡቕ! ንስራሕ ትኸውን ንሓንቲ ሰብ ትቖጽር ኣለኻ። ምናልባት ኣብ እንዳ ጓሓፍ ካብዚኣ ንላዕሊ ነዚ ስራሕ ትበቅዕ ሰብ ክንረክብ ንኽእል ንኸውን፣ ኢላ ትዕቢትን ቅንእን ብዝተሓወሶ ልሳን ነዲራ ተዛረበቶ። ሊሊ፣ ለዋህ ኩኒ! እቲ መርዓ እናቐረበ ምስ ከደ፣ ንዕዮ ገዛ ዝኸውን ግዜ ስለ ዘይብልኪ ሰራሕተኛ ክቖጽር ዝሓተትክኒ ንስኺ ኢኺ። ሊሊ ድማ፣ እወ፣ ግን ብዕድመ ዝደፍእት ሰበይቲ ክትቆጽር ኣሎካ እምበር እዚኣ ኣይትኸውንን እያ፣ ሽውሃተይ ክትዓጽዮ ከማን ይቕሬታ፣ ኢላ መለሰትሉ። ኣይፋልን፣ ኣይትኸይድን እያ፣ ምሳና ክትሰርሕ እያ፣ ውሳነይ ሂበ እየ፣ ክብል ተሪር ቃላት ኣውጽኣ ሄንሪ። ድሕሪ እዚ ሊሊ ደስ ከይበላ ሄንሪ ድማ ቅኑዕ ዝበሎ ውሳነ ኣሕሊፉ ተጠማሚቶም ደው በሉ። ማርታ ንሓያሎ ሰሙናት ኣብ ቤት ሄንሪ ክትሰርዕርዕር ምጽናሕ ምስ ነብሳ ከምዚ በለት ኣብ ቤት ሄንሪ ንሓያሎ ሰሙናት ክሰርሕ ጸኒሐ ኣለኹ ኣብ መወዳእታ ሰላም ናብ ህይወተይ ዝኣተወ ኮይኑ ተሰምዓኒ ዝኾነ ግን ኣነ ይጋገየ ነይረ ማዕጾ ገዛ ተዃኹሐ ሰላም! ዝብል ድምጺ ድማ ካብ ደገ ሰምዐት ማርታ። እዚ ድምጺ እዚ ኣጸቢቐ ይፈልጦ ነበርኩ፣ ደጊመ ክሰምዖ ስለ ዘይደለኹ እየ ካብኡ ሃዲመ ቦታ ቀይረ ነይረ፣ ኣብዚ ግን ደድሕረይ መጺኡ። ወሰኸት ማርታ። ኣነ! እቲ ማዕጾ ክፈቶ! ዝብል ድምጺ ደገመ። ካብኡ ክትሃድም ድማ ሒዛቶ ዝነበረት ንብረት ኣብ መሬት ወደቐ። ነዚ ዝተዓዘበት ሊሊ ድማ ተጠንቀቒ በለታ። ይቕሬታ መለሰትላ ማርታ። ኣብ መወዳእታ ድማ ክፈትዮ በለታ ሊሊ። ይቕሬታ ክኸፍቶ ኣይክእልን እየ በለታ ማርታ ድማ እግራ ናብ ዝመርሓ ክትሃድም እንዳፈተነት። እንታይ ኮንኪ ትሃድሚ ኣለኺ? ምስ ኣብ ስራሕ ያሞና ኢደይ ሓጋዘየ ዝኾነ ቤን ከፋልጠኪ ደልየ ኣለኹ በላ ሄንሪ። ካልእ ግዜ በጃኻ ይቕሬታ፣ መለሰትሉ ማርታ። ሕራይ ጸገም የብሉን፣ እንታይ ኣጋጢሙኪ? ሄሎ፣ ሄሎ፣ ኣብ ኩሉ ነብስኺ ተንቀጥቅጢ ኣለኺ፣ በላ ሄንሪ። ብዛዕባይ ኣይትጨነቕ፣ ኣብ ቀረባ ግዜ ናብ ስራሕይ ክምለስ እየ፣ መለሰትሉ ማርታ። ኣይትሃወኺ፣ ግዜ ውሰዲ። ደሓን፣ እቲ ልዕሊ ኩሉ ዘገድስ እዚ ቦታ ንዓኺ ውሑስ ምዃኑ እዩ። ኣብ ዝሓለፈ ዝተፈጸመ ነገር ኣየገድሰንን እዩ። ኣብ ጎንኺ ኣለኹ፣ ምሳኺ እየ፣ ሓደ እኳ ክጎድኣኪ ኣይፍቅድን እየ እምባር ከረጋግኣ ፈተነ ሄንሪ ደጊሙ። ሄንሪ! ኢላ ዓው ኢላ ብምጽዋዕ፣ ቤን ኣብ ካልእ ክፍሊ ይጽበየካ ኣሎ፣ በለቶ ሊሊ። ይመጽእ ኣለኹ፣ መለሰላ ሄንሪ ብወገኑ። ማርታ፣ ንቤን ትፈልጥዮ ዶ? ሓተተቲ ሊሊ። እወ በጃኺ እልምነኪ ኣለኹ፣ ኣነ ኣብዚ ኸም ዘለኹ ኣይትንገርዮ፣ በለት ማርታ ድማ። ዋላ ሓንቲ ኣይክብልን እየ፣ ቃል ይኣትወልኪ ኣለኹ። ሕጂ እውን ክትፈልጢ ምሳና ብምህላውኪ ሕጉስቲ እየ፣ ብሓቂ ንስኺ ሕያወይቲ ሰብ ኢኺ፣ ኣነ ድማ እኣምነኪ እየ፣ በለታ ሊሊ ብጥዑም ዝመስል ቃላት። ማርታ፣ ንሓንቲ ካልኢት ክትመጸኒ ትኽእሊዶ? ሓደ ነገር ከርእየኪ ደልየ ኣለኹ፣ በላ ሄንሪ ነቲ ተኸዲንዎ ዝነበረ ክዳን ከመይ ከም ዘሎ ክትርእየሉ ስለ ዝደለየ። ሄንሪ ልክዕ ከም ሓደ ክምርዖ ዝቐረበ መስፍን ኣዝዩ ባህ ዘብል እዩ ዝመስል ነይሩ። ርኣየኒ እስከ ከመይ ኣለኹ? ሓተተ ሄንሪ። ጽቡቕ ኣለኻ መስለኒ፣ መለሰትሉ ማርታ። ናይ ብሓቂ ከምኡ ድዩ? ኣነ እኮ ብዙሕ ኣይፈተኹዎን። በላ በቲ ኣከዳድንኡ ዕጉብ ከም ዘይነበረ እንዳ ገለጸላ። ሄንሪ። ምናልባት ቁሩብ ምትዕርራይ የድልዮ ይኸውን። ትፈቐደለይዶ? ሓተተቶ ማርታ። እወ፣ ብርግጽ፣ መለሰላ ሄንሪ። ገለ ምሕያት ገይራ ድማ፣ ይቕሬታ፣ ሕጂ ርኣዮ፣ በለቶ። ዋው፣ ብጣዕሚ ጽቡቕ! ምሉእ ብምሉእ ሓድሽ ኣለባብሳ ገይርክዮ እሞ መልክዕ'ንዶ ዘይብለይ ኰይኑ፣ በላ ሄንሪ። ዓሻ ኣይትኹን፣ ኣዚኻ መልክዐኛ ኢኻ። ሊሊ ንዓኻ ብምርካባ ኣዝያ ዕድለኛ'ያ፣ መለሰትሉ ማርታ። ግን ብሓቂ ድዩ? ኢሉ ሓተተ ሄንሪ። እንታይ ኢኻ ክትብል ደሊኻ? ንሕትኡ ብሕቶ መለሰትሉ ማርታ። ኣብዚ ቀረባ ግዜ ሊሊ ሓቀኛ ዘይኮነት ኮይኑ ይስምዓኒ። እቲ ኣብ መንጎና ዘሎ ፍቕሪ ዝጠፍኣ እዩ ዝመስል። ካብቲ ኣነ ዝደልዮ ምሉእ ብምሉእ እተፈልየ ነገር እያ ትደሊ በላ ሄንሪ። ቅድሚ መርዓ ጥራይ ትጭነቕ ዘለኻ ይመስለኒ። ሊሊ ኣዝያ እትድነቕ ጓል እያ። ናይ ሓቂ ሓጎስ ኣብ ቅድሜኻ ከም ዘሎ እኣምን እየ በለቶ ማርታ ድማ ብዛዕባኡ ምሉእ ብምሉእ ርግጸኛ ኣይኮንኩን ምሳኺ ብምዝራበይ ግን ዝሓሸ ስምዒት እዩ ዝስምዓኒ መለሰላ ሄንሪ ሄንሪን ማርታን ኣዝዮም ተቐራረቡ ሄንሪ እውን ብካልእ መገዲ ክርእያ ጀመረ ገንዘብ ኣብ ዘድልያ እዋን ጥራይ እትመጽእ ዝነበረት ሊሊ ዘይኮነስ ምስ ማርታ ዝያዳ ግዜ የሕልፍ ነበረ። ማርታ ኣብታ ህሞት እቲኣ እቲ ደሓር ከጋጥም ዝኽእል ኣጋጣሚታት ክትግምቶ እውን ኣይከኣለትን። ማዕጾ ሄንሪ ዝነበሮ ገዛ ኳሕኳሐት ማርታ። ኣቤት እተዊ በላ ሄንሪ። መርዓዊ ኩሉ ተዳሊኻ ዲኻ? ሓተቶ ንሄንሪ። ሓደ ነገር ተሪፉ ኣሎ፣ መብጽዓ ወይ ማሕላ መርዓ። ምሳኺ ክለማመድ እኽእል ድየ? ክብል ሓያጣ ሄንሪ እወ ብርግጽ መለሰትሉ ማርታ ብወገና ካብቲ እተረኸብናሉ ናይ መጀመርያ ህሞት ኣትሒዝኪ ጽቡቓት ኣዒንትኺ ማሪኸናን እየን ምሸት ምሸት ኣብ ሕልመይ ይረኣያኒ ሕልመይ ኢድኪ ሒዘን ንዘለኣለም ክነብር እዩ ኣነ ድማ ምስ በለ ሄንሪ ንሊሊ ፍቕርኻ ብዘደንቕ መገዲ ገሊጽካላ ኢኻ ኣብ መንጎ ዘረብኡ ከይወደአ ካብ ናይ ዝሓለፈ ዝሰምዓቶ ኣድናቖታ ገለጸትሉ ማርታ ከም ሓቂ ግን ከምቲ ዝጸሓፍኩ ኣይኮነን ንዓኺ እንዳራኹየ ዝመሓየሽ ዘለኹ ቀጸለ ሄንሪ ሊሊ ዓው ኢላ ብምጽዋዕ ማርታ ነቲ ማዕጾ ክፈትዮ ሄንሪ ነቲ ናይ መርዓይ ክዳን ኣምጺኦሞ ኣለዉ በለተ ማርታ ድማ ኩሉ ድሌታቱ እንዳተረድኣ ስለ ዝመጸ ሄንሪ ነዚ ክገብሮ ኣይክእልን እየ ኩሉ ጌጋ እዩ ኢላቶ ናብ ሊሊ ገጻ ከደት ሄንሪ ብዘረባ ማርታ ኣይተሓጎሰን ማርታ እንታይ ኣጋጢሙ ሓተተት ሊሊ ይቕሬታ ኣብ መርዓኹም ክካፈል ኣይክእልን እየ መለሰትላ ማርታ። ብዛዕባ ሃብታማት ሰብኡትን ድኻታት ኣዋልድን ዝገልጽ ዘንታታት ኣብ ጽውጽዋይ ጥራይ ከም ዘሎ ኣስተብሂልክዮ? ኣብ ጥቓ ሕጹየይ ትቐርቢ ከም ዘለኺ ኣይረኣኹን ኢልኪ ትሓስቢ ነይርኪ ማለት ድዩ? በለታ ሊሊ ብሰሪር ቃላት። ቀጺላ ድማ ክትፈልጢ ኣሎኪ ምስ ሕጹየይ እንተ ቐጺልኪ ቤን ኣብዚ ከም ዘለኺ ክፈልጥ እዩ ኢላ ክተፈራርሓ ጀመረት። እዚ ማርታ ንብረታ ጠርኒፋ ክትወጽእ ጀመረት። ማርታ ናበይ ትኸዲ ኣለኺ? ሓተታ ሄንሪ። ደጊመ ክጨንቐከን እየ መለሰት ማርታ ብወገና። ኣይኮነን ሓንሳብ እሞ ሓንሳብ ሓንሳብ ስምዕኒ ምናልባት እዚ ዝብለኪ ሓሳብ ዘይንቡር ክኸውን ይኽእል እዩ ግናኸ ክገድፎ ይክእልን እየ ሓንቲ ቃል ጥራይ ክዛረብ እሞ ነቲ መርዓ ክስሩ ዘየ በለ ሄንሪ ሄንሪ ዓሻይ ትኹን ጽውጽዋያት ናይ ሓቂ ኣይኮኑን ወሰኸትሉ ማርታ ድሕዚ እግራ ናብ ዝመርሓ ብምቕጻል ንከተማ ገጻ ከደት ንሰዓታት ዝኣክል ኣብ ከተማ ብዘይ ዝኾነ ዕላማ ኮለይ ኢለ እኳ እንተነበርኩ እገረይ ግን ናብ ሄንሪ ዘለዎ ቦታ መርሓኒ ኣብ ጽምቢ መርዓ ክርከብ መደብ ኣይነበረንን፣ እንተኾነ ግን ናይ ሄንሪ ናይ መወዳእታ ግዜ ይርእዮ ምህላወይ ኣጓህየኒ። እሞ ድማ ኣብ ጽምቢ መርዕኡ ኢላ ምስ ነብሳ ተዛረበት ማርታ። ማርታ ኣይረኽበኒ ኢልኪ ሓሲብኪ? በላ ኣብቲ ጽምቢ መርዓ ዝጸንሐ ክትረኽቦ ዘይደለየት ቤን። ግደፈኒ ክኸይድ እየ በለቶ ማርታ ፈጺመ ኣይገድፈክን ሕጂ ንሓዋሩ ብሓባር ክንነብር ኢና መለሰላ ቤን ናብዛ ምሳኻ ዘሕለፍክዋ ገሃንም እሳት እዚኣ ክምለሰሉ ዝኽእል መገዲ የብለይን ምዝራብ ኣቋርፂ ምዝራብ ኣቋርፂ በላ ቤን ንማርታ ግደፋ ግደፋ ግደፋ ትኺድ ሕጂ እቲ ኣብ ኢድካ ዘሎ ቁስሊ ካበይ ከም ዝመጸ ንጹር እዩ በሎ ሄንሪ ንቤን ሄንሪ ማርታ ዓሻ ጓል እያ ኩሉ ነገር እኳ እንተሃብክዋ ካባይ ግን ሃዲማ ሕጂ ግን ናብ ቤታ ትምለስ ኣላ መለሰሉ ቤን ንሄንሪ ምሉእ ብምሉእ ኣብ ትሕቲኡ ከም ዘእተዋ እንዳተኣማመነ ኣይኮነን ተጋጊኻ ኣለኻ ማርታ ምሳኻ ናብ ዝኾነ ይኹን ቦታ ኣይትኸይድን እያ ቅድሚ ዝኾነ ነገር ምጅማረይ ንስኻ ክትከይድ ኣለካ ካብ ፖሊስ ድማ መፀዋዕታ ተፀበ ውፃእ በሎ ሄንሪ ንቤን ሄንሪ ንሊሊ ኣብ መድረኽ መርዓውቲ ገዲፍዋ ናብ ማርታ ብምቕራብ ስለምንታይ ከ እቲ ዘጋጠመኪ ኩሉ ሽዑ ዘይነገርክኒ ሓተታ ንመን ኢኻ ተኣምኖ ኣብ ስራሕካ የምናይ ኢድካ ንዝኾነ ቤንዶ ወይስ ጓል ጎደና ዝነበረት ናይ ሕጂ ሰራሕተኛኻ ማርታ ናብኡ ከይትመልሰኒ ኸኣ ፈሪሐ ነይረ ኢላ መለሰት ማርታ ፍጺመ ኣይክሓድገክን እየ በለ ሄንሪ ኣብዚ እንታይ ትገብሩ ኣለኹም ሓተተት ሊሊ ምስ ጌጋ ሰብ ናብ ቃል ኪዳን የምርሕ ከም ዝጸናሕኩ ተገንዚበ ኣለኹ መለሰላ ሄንሪ ብወገኑ ኣይኮነን ያረ ከምኡ ክትገብር ኣይትኽእልን ኢኻ መብዛሕታትና ሕጂ ሰንፊምናዮ ክንህሉ ነይሩና ኢላ ነቲ ሒዛቶ ዝነበረት ጻዕዳ ዕምባባ ብሕርቃን ደርብየቶ ናተይ ክጽሕፍ እኳ እንተፈተንኩ ብዛዕባ ማርታ ጥራይ ክሓስብ ዝኽእል ነቲ መርዓ ኣቋሪጸዮ ኣለኹ ይርድኣኒ እዩ እዚ ንዓኺ ፍትሓዊ ኣይኮነን ሊሊ ግን ዝኾነ ነገር ክገብር ኣይከኣልኩም በ ድሕሪ መርዓ ግን ናታ መኪና ተመጻፊዕኻ ኣለይ ኢኻ በለቶ ሊሊ እቲ ቐንዲ ሸቶኺ እዚ ነይሩ ኢሉ ሓተታ ሄንሪ ኣዝዩ ብምግራም ሕራይ በሊ ከምኡ ተኸይንክስ ሕጂ ሕጂ ብእግሪ ክትከድ ኣለኪ መለሰላ ሄንሪ ሊሊ ስምዒታ ክትቆፃፀር ኣይከኣለትን ነቲ ዕምባባ ድማ ደጊማ ናብ ገፅ ማርታ ደርብያ ሃረመታ ማርታ ኣካል ህይወተይ ስለዝኾንኪ የመስግነኪ ኣለኹ ብምባል ሄንሪ ንማርታ ሓቒፉ ሰዓማ ማርታ እውን ብጣዕሚ ተሓጒሳ ስምዒታ ክትቆፃፀር ኣይከኣለትን ኩላትና ጌጋታት ንገብር እኳ እንተኾንና ኣብ ፍቕሪ እቲ ልዕሊ ኩሉ ዘገድስ ግን እቲ ግዜ ምስ ኣኸለ ቁኑዕ ውሳነ ምግባር እዩ ኢላ ብውሽጣ ብምዝራብ ነቲ ዛንታ ፍቕሪ ዓፀወቶ ክቡራት ተኸታተልተይ ንሎሚ ዘቕረብኩዋ መደብ ኣብዚ ወዲኦ ኣለኹ ኣብ ቀጻሊ መደባትና ንምክትታል ሳብስክራይብ ብምግባር ነታ ናይ ደወል ምልክት ምጥዋቕ ሸር ላይክ እንተጌርኩም መደባትና ኣብ ግዜኡ ክበጽሓኩም እዩ የቐንየለይ